ሰላም ብሓደ ኣይኮነትን እመነኒ እጋንን የለኹም ንስኹም ግን እቲ ሓደ ዝመፅእ ከም ዝወዲ ጣባ ገለመለ ገለመለ ዝመፅእ ንዕኡ እንዳበልኩም ፕሮፓጋንዳ ዝሰርሕሉ ኢኹም ግን እቶም ዓድኹም ኣይተኣትውን ተባሂሎም ዝፅረፉ ዘለዉ ኸ ስለ ዝግብኦም ድዩ ወይ ፅቡቅ ገበርዎም ድኹም ትብሉ ዘለኹም ኣብቲ ዜጋ እዚ ዓይነት ንቕሓት መዓዝ እዩ ክስርሓሉ መዓዝ እዩ ክርከብ እንታዋይ እዚ ሕጂ ሓደ ዋሕድ ዕልግ እዚ ናይ ነጋሪት ሰለስተ ሚእቲ ዛዕባታት እዩ ሳልሕ ጆኸሪ ስናይ ምክትታል። ኣዶ ነይራትኒ ኣዶ ናይ በይነይ ኣብዚ ዝሓለፈ ክልተ መዓልታት እቲ ህቡብ ኣወል ስዒድ ዕላል ኣዳልዩ ነይሩ ምስ ወዲ ጣባ ንዑ ክርኢ የቐንየ ገሊኡ እኳ ዝወሓጥ ኣይኮነን ግን ድልኽ ገለመለ ገይረስ ውሒጠዮ ኣለኹ ትማሊ ናይ ዮኤል ፋኑስ ኔትወርክ ሰሚዐ ኩሉ እትኽብሎ ዝደሊኹ ዳርጋ ኢድዎ ኮሊፉኒ ምድግጋም ስለ ዘየድሊ ከዓኒ ብዙሕ ቆራሪጸ ዝደርቢክዎ ኣሎ። ብዛዕባ ወጣባ ዘይተኣደነ ጥረ ሓበሬታ ኣለኒ። ግን እዞም ኣመሓደርቲ ናይ ነጋሪት ከኣ ኣየፍቅዱለይን ኢዮም መረጋገጺ ዘይብሉ ነገር ክዛረብ። ስለዚ ካብኡ ክቁጠብ ኢየ። እቲ ኣገዳሲ ዝገብሮ ኣወል ኢዩ። ነቲ ክዛረቦ ዝደሊ ዘሎ ሰብ ከመይ ገይሩ ከም ዘብጽሓሉ ብቀሊል መገዲ ክእለት ኣለዎ። ኣብዛ ናይ ወዲ ጣባ ብዙሕ እኳ ኣይበለን ልስሉስ ኢዩ ነይሩ። ኢንተርቪው ኣይበልኩዎን ዕላል ኢዩ ነይሩ። ይሸውዱና ዋላ ሓንቲ ኣይ ሓበሬታ የለን። እምበር ኣወል እንተዝደሊ ነይሩ ጠዊቑ ጠዋዊቑስ ካልእ ከዛርቦ ምኸኣለ ነይሩ፣ ነቲ ዝመጽእ ሓበሬታት ፎሎው ኣፕ እንዳ ገበረ፣ ቅድሚኡ እውን ፈቲሽዎ ዝጸንሐ ናይ ግድነት ክህልዎ ኣለዎ እቲ ዝበሃል ዝነበረ ከኣ መዓት እንጉዕ መዓት ጮማታት እዩ ነይርዎ ካብኡስ መዓት ሕቶታት ክትሓትት ትኽእል ነይርካ ፎሎው ኣፕ ክትገብር ትኽእል ነይርካ ዓቅሚ ውን ኣለካ ክትገብሮ ከምኡ ግን ኣይደሌካን ምክንያቱ እቲ ዝቅጥቀጥ ዝነበረ ንሕና ስለ ዝኮና ድሓን ይቀጥቀጥ ኢልካ ጥራሕ ሱቅ ኢልካ ኣሕሊፍካዮ መስለኒ እታ ቀንዲ ከኣ ወዲ ጣባ ካብቲ ዝሰማዕካዮ ኣዘራርቡኡን impression እዚ ኣእምራዊ ስእሊ ድዝባሃል ብዛዕባ ተቃውሞ ከምኡ እንከለዎ እዩ ተሓዊስዎ ከምኡ እንከለዎ እዩ ወጺኡ ክሳብ ሕጂ ውን ከምኡ እዩ ዘሎ እዚ ኩሉ ሰብሲ ብናይ ወዲ ጣባ ኣእምራዊ ስእሊ Perception ብእኡ Define ኮይኑ ብእኡ ተገሊጹ ክተርፍ ዓገብ እዩ፣ ቅኑዕ ኣይኮነን። ነቲ ሚድያ ወይ ነቲ ክንገብሮ እንደሊ ዘለና ንምነየሉ ልዝባት እውን ኣይሀብትሞን እዩ፣ የትክዮ። ቅድሚ ገለ መዓልታት ምስ ሓደ ዓርከይ እንዳዕለልኩ ሓንቲ ጽብቕቲ ጥቕሲ ሂቡኒ፣ It's difficult to free a happy slave ይብል፣ ሓደ ባርያ እንድሕሪ ሕጉስ ኮይኑ በቲ ናብርኡ ነጻ ከተውጽኦስ ኣይትኽእልን ኢኻ። ገሊኡ ሰብ ኣሎ እታ ተቐይደላ ዘለኹስ ካብኣ ዝጽብቕ የብለይን ዝብል ኣሎ። ኣበይ ክኸይድ እየ ካብ እዚ ወጺኤ ገለ ኢሉ ዝሕርቡ ተሎ ሓንሳብ ባህርያት ናይ ወዲ ሰብ ከምኡ ክኸውን እዩ። ወዲ ጣባ ነታ ናይ ጣዕሳ ወረቐት ኤዲት ይገብራ የጸባብቓ የተዓራርያ ኣሎ። ኣይ እዚኣ እንድያ ክብል ዝደለየ ይመስል። እዚ ኩሉ ዓጀባ እዚ መንግስቱን ህዝቡን ተቐቢልዎ ከሎስ እንታይ ኣድለየ ሕጂ ናብ ካልኦት ኢድካ ወጥወጥ ምባል። እቲ ገሊኡ ለሚድዎ እዩ እንተ ተጸርፈ እንተ በለ ደሓን ሱቕ ኢልካ ከምዚ ጌርካ ድንፍንፍ ኣቢልካ ዝሕለፍ እዩ። ግን ኣነ ከም ሰማዓይ። ኣሕመድ ናስር ዶክተር ዩሱፍ ብርሃኑ ዶክተር በየነ እቶም ክልተ ከዓኒ ዘየለዉ ምሳና ብከምዚ ዓይነት ናይ ንዕቀት ወገናውነት ዝኸስስ ገይሩ ከቕርቦም ከሎስ ግን ድማ ነታ ወረቐት ጣዕሳ ዝያዳ ዋሕስነት ክትከውን ንዓ ሙራጎድን ድሕሪ ተደልዩ ኮይኑ ድሓን እዩ ሰብ ስድርኡ እውን ይቐትል ኣዕሩኽቱ ይቐትል። ሕጂስ ንዋሕስ ተኾይናስ ደሓን ትርዳኣኒ እያ። ህግደፍ ከኣ ከምዚ ኣወል ዝበሎ እቲ ደፍተር ኮሎ ዝርዝር ዝተጻሕፈ ነገር ስለ ዝኾነ ዝተሰነደ እዩ። ከም በዓል ወዲ ጣባ ከኣ እዚ ኩሉ ዓመታት መርገጹ እንታይ ነይሩ እንድሕሪ ኢልካ እንድዒ ካብ ሰብዓን ሸሞንተን ተሰሪዐ ኣብ ጀብሃ ገለመለ ይብል እንታይ መርገጽ ተማሂሩ ኣይርድኣንን እዩ ምኽንያቱ መርገጹ ኣይረእኹን ማዩ ዝሰተየ ክኸውን ነይርዎ። ኣጆኻ ተቐቢልናካ ኢሎምኻ ኮሎ ልብኻ ስለ ዘይረግኣት ዘላ ገና ዋሕስነት ትውስኽ ኣለኻ ሕጅስ ንዋሕስ ኮነኒ ኢልካ ዝባሃል ዘረባ እንተለካ ዳሕዳሓዮ ሓንቲ ሽግር የብልካን ምኽንያቱ እንታይ ክልተ ሰብ ሰለስተ ሰብ ሽሞም ኣኽፊእካ እንድሕሪ ንስኻ ክትድሕነሉ እትኽእል ኮንካ ብጣዕሚ ጽቡቕ እዩ ሕጂ ካብኡ ሓሊፍና ኣብ ሕጉብጉብ ምስልጣን ኣብኡ ንዛረብ ክልተ ኣብነት ክበኩም እየ እሞ ኩሉ ግዜ ሰብ ኣብቲ ዝሓየለ ገጹ እንድዩ ዝጽጋዕ ስትራክቸር ናይ ስልጣን ኣብኡ እንድሕሪ ተጸጊዕካ ትድሕን ኢኻ ጽቡቅ ኢኻ ትነብር ወዲ ሰብ ካብ ዝፍጠር ምስቲ ዝለዓለ ስልጣን ዘለዎ ሰብ ንኽቀርብ ዝገብሮ ጻዕሪ ስኑድ ሙስሩት ልሙድ እዩ ሓደ ሰብ ምስ መራሕቲ ሃይማኖት ዝቀርብ ፍርሃት እግዚኣብሄር ከም ዘሎ ይመስሎ። ምስ ሃብታማት ዝቐርብ ከምዚ ዝሃብተመ ይመስሎ። ምስ ሰበ ስልጣን ሕጉብጉብ እንተ ኢሉ ከምዚ ሓይሊ ዘለዎ ኮይኑ ይመስሎ። ግን ድማ ገሊኡ ምስ ሓላፊ ምቕራብ ከኣ ሓይሊ ይህበካ እዩ። ወላ እቲ ሓይሊ ናይ ማዕነዊ ሞራል እንተኾነ ናይ ሞራል ሓይሊ እንተኾነ ፊዚካል ኣይከውንን ምናልባት ግን ኣቢዩዝ ክገብሮ እንድሕር ደልዩ ሓደ ሰብ እቲ ከምኡ ዓይነት ሓለፋ ዘለዎ ኣቢዩዝ ክገብሮ ይኽእል እዩ። እንድሕር ጥንቁቕ ኮይኑ ግን እተን ዘድልየኦ ወሲዱ እቲ ዘየድልዮ ኣብ ካልእ ሰብ ክብድለሉ ዝኽእል ነገራት ካብኡ ይቑጠብ እዩ። ነዚ ከም ኣብነት ከቕርበልኩም ደልየ ዘለኹ ክልተ ሰባት ኣለዉ። ሓደ ሱሌማን ኣልዒሳ ዝበሃል ቅድሚ ዓሰርተ ክልተ ዓመት ገለ እዩ ሞይቱ። ስዑዲ ብሮድካስተር ነይሩ፣ ኣብዚ ቲቪ ገለመለስ። ዘይፈልጦ ሰብ የሎን። ክትሪኦ ኮለኻ ከምዚ ፕሪንስ ወይ ልኡላት እቶም ንጉሳት ከምኣቶም እዩ ዝመስል ኣከዳድንኡ ዝብሽቲ ይገብር ኣብ ዝኸደ ቦታ ከይዱ ርእሱ ሓፍ ኣቢሉ እዩ ዝዛረብ ሰልፍ ኮንፊደንስ ኣለዎ ግን መብዛሕትኡ ግዜ ከም ትዕቢት ጌሩ ይረኣ ኔሩ እቶም ነጋውስን ሰብ ስልጣንን ኣብ ዝኸድዋ ቦታ ንሱ እዩ ካቨር እዩ ዝገብር ናይ መንግስቲ ኣዋጃት ንሱ እዩ ዘንብቦ ኔሩ ሕጅስ ኩሉ ሰብ እንድሕር ንዑ ወጺኡ ጽድ ኢልካ ኢኻ ትሰምዕ ከምኡ ከኣ ኣብ ዜና ብዙሕ ይቀርብ ኔሩ መዓናስ ዝብሃል ፕሮግራም ከኣ ኔርዎ ከምዚኣ ከምዚኣ እንተ ትግበር ዶ ኣይምሓሸን ገለ ኢልኩም ኣብዚ ናይ ኤርትራ ጋዜጣታት ትርእይዎ ከምኡ ማለት ኢዩ ሓደ ሰብ ክብደል እንከሎ ኣብዚ ከምዚ ቦታ ከምዚ ከሊኦምኒ ኣብዚ ፍቃድ ከሊኦምኒ ገለመለ ኢሉ ዝከሰስ ሰብ በጃኻትኩም ሓልዮትኩም ክትገብርሎ ገለመለ ከምኡታት ምስ ጸሓፍ ናይ ስክፍታ ናይ ፍርሂ ሕጂ ኣብ ስዑድያ ከምኡ ኢዩ ኔሩ እዚ ስሌማን ግን እታ ሽግር መፍትሒ ረኺቡላ ኣብዚ ቤተ መንግስቲ ኣብዚ ሰብ ዝመላለሶ ገለ ደልዩ ኣብኣቶም እኸይድ እሞ እንታይ ትገብር ኣለኻ ገለ ኢለ ይሓትት ሕጂ ውሩይ ስለ ዝነበረ ኣብቲ ቦታ ክመጽእ ከሎ ኩላ ከምዚኣ ኢላ ደው ትብል ታሕቲ እንዳ ጠመተት እያ ትጽበዮ እታ ማክሮፎን እንተ ዘይረኤኻ ጋዜጠኛ ምዃኑ እውን ኣይትፈልጦን ኢኻ ሕጂ ሓደ ከንጸርጽር ወይ ገለ ክርእዮ ከሎ በታ ማክሮፎን ገይሩ ይጽዕም ተዓል ተዓል እንተ ይብሎም ይመጹ ሽዑ እንታይ ኮንካ ብሎ ርእይ ምስ ኣበሎ ምስ ፈለጦ ሽዑ ፐርሰናልቲ ይቅይር ጣል ዑምረክ ጣል ዑምረክ ጣል ዑምረክ ክኸውን ጣል ዑምረክ ነዞም ዘይትፈልጡ ኣስ ዕድሜኻ የንሓዮ ማለት እዩ ከምዚ እንዳ መረቅካ እንዳ ወደስካ ኢኻ ትዛረብ ምስ ላዕለዋይ ሰብ ስልጣን ከምኡ እንድዩ እቲ ልሙድ ሕጂ እንታይ ኮንካ ብሎም ከምዝን ከምዝን ኮይነ ፓስፖርት ኣይሐድሱለይ ኢለ ምስ ከምዚ ኢሎምኒ ዶ ወይ ናይ ፍትሕ ወይ ናይ መርዓ ወረቀት ወይ ገለ መዓት ናይ ህዝባዊ ሽግራት ዘሎ ከምኡ ይዕልሎ ሕጂ እንታይ ገብር ነቶም ሓለፍቲ ጽውዖም ሚን ኣልመስኡል ሂና ይብል እከለ እከለ እከለ ብሎ ፍህ ንብሉ ካብ ኒዮ ኩሎም ዲም ዝከታተሉ መን መጺኡ ከም ዘሎ ዝፈልጡ እንዳ ጎየ ይመጽእ ጣል ዕምረክ ጣል ዕምረክ ጣል ዕምረክ እንዳ ብሎ መጽእ ጀነራል ዋላ ኮሎኔል ከምዚ ኣዩኦም ዝሓቶም ዘሎ እዩ ይሓፍሩ እንዳተሰከፉ ከምዚ ኢሎም እዮም ዝዛረቡ ኖኖ ከምዚ ጌርና እንዲና ሞስ ምስክር ዘየምፀ ዳክስታይ እንዲያ ጎዲላ ነይራ ገለ ይብሉ ሕጂ ባዕሉ እዩ ዝጭርሰብኡ እዚ ከምዚ ዓይነት ሰብ ወይክብ ወይ ግብያ ንሱ ብሕማቕ እንድሕር ሒሉ ኣብዛ ከምዚኣ ዝኣመሰ ሰለት መስርያ ቤት ዝኸምዝን ከምዝን ተገይሩ ገለ እንድሕር ኢሉ ትብኣ ዘሎ ጽባሕ ንግሆ ከይዱ ኣሎ እንተ ድኣ እዚ ገለ ከምዚ ዝኣመሰለ ሰብ ብጣዕሚ ጽቡቕ ኣገልግሎት ይህብ ኣሎ ገለ መለ እንታይ ኢሉ ኸኣኒ ፕሮሞትድ ይኸውን ክሳብ ክንድዚ ሞራል ሓይሊ ነይርዎ ስለዚ እቲ ምስ ስልጣን ዝቐርብ ከማን ባይ ኤክስተንሽን ስልጣን ኣለዎ ካልኣይ ኣብነት እታ ናይ ቀደም ሮማንዛ ናይ ሕጂ ዘይኮነት ኣብኡ ክወስደኩ ሲሰሮ ዝባሃል ነይሩ ማርከስ ቱለስ ሲሰሮ ይባሃል ንሕና ቺቸሮ ኢና ንብሎ በቲ ናይ ጥልያን ኣደማምጻ ንከረን ክትከይድ ኮለካ ነቲ ጸጋምካ ዘላ ምሽ ንእሽተይ ኣላ እታ ናይ ቀደም መጻወቲ ዑሶ ዝነበረት ንሳ ሕጂ ካምፖ ቺቸሮ ትባሃል ነይራ ጥልያናዊ ፍራንቸስኮ ቺቸሮ ዝባሃል ንሱ እዩ ሰሪሕዋ ዘመድ እቲ ናይ ሓቂ ቺቸሮ ክከውን ይክእል እዩ ኤኒወይ ማዓሌና ቺቸሮ ወይ ሲሰሮ ብጣዕሚ ፍሉጥ ተዛራባይ መዳራእ እዩ ነይሩ። ጠበቓ፣ ስተይትስማን፣ ፖለቲከኛ፣ ኣብ ፓርላማ ዕዉር እዩ። ብዛዕብኡስ ብዙሕ እዩ ተዘሪቡ፣ ተጻሒፉ፣ ኣብ ሙቪ ከይተርፍ ኣብ መጻሕፍቲ ኣብ ኩሉ ኣሎ። ሲሰሮ ኣርብዓ ዓመት ቅድሚ ልደት ክርስቶስ እዩ ሞይቱ። ጁልየስ ሲዘር ንጉስ እንከሎ ናይ ሮማ ቀረብኡ ነይሩ። ምስ ጁልየስ ሲዘር ዝያዳ ዝቐርብ ዝነበረ ከኣ ማርክ ኣንቶኒ ዝበሃል ነይሩ፣ ሓደ ጀነራል፣ ሰነቶር ገለመለ እዩ። እዞም ክልተ ሰባት መላፍንቲ እዮም ነይሮም መዓት ውዲታት እንድዩ ከኣ ነይሩ ኣብቲ ፖለቲካ ከምዚ ናይ ፓርላማ ስራሕ ስለ ዝኾነስ ብዙሕ ከምኡታት እዩ ነይሩ ደሓር ጁልየስ ሴዘር እታ ስልጣን ጥዒማቶ ዲክተተር ፎር ላይፍ ንዘልኣለም ዲክተተር ክኸውን እዩ ኢሉ ወሲኑ ሮማውያን ከኣ ኣብቲ ግዜ ብጣዕሚ ኮንስቲሽናሊስትስ እዮም ነይሮም ሪፓብሊክ እንድዮም ተቐበልዎን ዕምም ዕምም ክብሉ ጀሚሮም ውዲታት ተጀሚሩ ሓደ ካብቶም ውዲት ዝገብሩ ዝነበርዎ ንኸውን ኣሎ ማርክ ኣንቶኒ እቲ ናይ ቀረባ ዓርኩ ዝነበረ እዩ ሲሰሮ ኣብ ኣብኡታት ነይሩ እቲ ፖለቲካ። ኣብ መጨረሻ ማርክ ኣንቶኒ ምስ ጁልዮስ ሲዘር ውግእ ኣትዮም። ማርክ ኣንቶኒ ተሳዒሩ ምስ ተሳዕረ ሽዑ እቲ እዚ ኩሉ ኖርዝ ኣፍሪካ ዘሎ እዚ ሜዲተራንያን ማእከላይ ባሕሪ ከባቢ ግዝኣት ናይ ሮማን እዩ ነይሩ። ኣልጀርያ፣ ሊብያ፣ ቱኒስ፣ ኣሌክሳንድርያ ኣብኡ ሃዲሙ። ኣብ መን እዩ ዝሃድም ዘሎ? ኪሎፓትራ ንግስቲ ናይ ምስሪ ዝነበረት እቲ ናይ ግዜ ፈርዖናት ምስኣ ኮይኖም ኣብ ውግኣት ኣትዮም ገለ ኣይተዓወቱን። ማርክ ኣንቶንን ክሊዮፓትራን ከም ዝተሳዕሩ ምስ ፈለጡ ነብሶም ቀቲሎም፣ ሱይሳይድ፣ ገይሮም ሞይቶም። ብጣዕሚ ድራማቲክ ዛንታ እዩ። ኣብ ሮማ ድማ እቲ ውዲት እንዳገደደ ከይዱ በቃ ክንቀትሎ ኣለና ነዚ ጁልየስ ሲዛር ኢሎም ወሲኖም። ሰናተራቶም ክቐትልዎ ሓሲቦም ዝነበሩስ ኩላትና ኣብ ኻራስ ብሓንሳብ ክንወግኦ ምእንቲ ሓደ ሰብ ከይጥርጠር ንኹላትና ሓላፍነት ክንወስድ ምእንቲ ኢሎም ከምዚ ማሕላ ዓይነት ጌሮም ኣብቲ ፓርላማ ወይ ኣብቲ ፎረም እዮም ዝብልዎ ኔሮም መስለኒ ሰዲኡ ኮፍ ክብል ከሎ ስሕብ ኣቢሎም ኣብቲ ሆል ኩላቶም ወጊኦሞ ሕጂ እባ ውርይቲ ዘረባ ኣላ ጁልየስ ሴዘር ኢልዋ ትብሃል ብዙሓት ኣለዉ ዘይኣምኑላ ወይ ዘይቅበልዋ ብሩቶስ ዝብሃል ኔሩ ኳነ ሓደ ካልኣይ ናይ መጨረሻ መላፍንቱ ዝነበረ ዓርኩ ዝኣምኖ ዝነበረ እዩ ካራ ሒዙ መጺኡስ ወጊእዎ እዋይ ንስኻ ከይተረፍካ ብሩቶስ ኤቱ ብሩት ኢልዎ እታ መጨረሻ ቃል ዘውጽኣ ጁልየስ ሲዘር እዚኣ ይበሃል ኣማኒ ኢልካ ትምክሓሉ ዝነበርካ ሰብ ክጠልመካ ኮሎ የብለካ እዩ ሲሰር እምበኣር ኣብቲ ግዜ እቲ ኣብቲ ውድድር ዝኣትዉ ፖለቲከኛታት ንሓደ እንድሕሪ ለኺፍዎ ወይ ከም ሕማቕ ገይሩ እንድሕሪ ኣልዒልዎ በቃ ወረቐቱ ኣብ ወረቐት ዓዲ ቁንጺ ትኸውን። ይተርፍ እንተድኣ ንሓደ ሞጊስዎ ወይ ጽቡቕ እንተተዛሪብሉ ከኣ ክብ ይብል። ከምኡ እዩ ነይሩ ሲሰሮ ኣብቲ ፓርላማ፣ እቲ ፎረም፣ ኩላቶም እዮም ዘኽብርዎን ዝፈርሕዎን ነይሮም። ደሓር ግን ምስ ወደቐት ተዋሪዱ ገለመለ ብዙሕ ጸገማት ረኺቡ እዩ። ናይ ሲሰሮ ዛንታ ብጣዕሚ ነዊሕ እዩ መዓት እዩ ዘሎ ከም ዝበልኩኹም ግን እዚ እዩ ብሓጺሩ። እዚ ንምንታይ ኣዘኪሩኒ ገለ ገለ ክትርኢ ኮለኻ ገለ ይዘክረካ እንዲ ኩሉ ግዜ ናይ ኣወል ስዒድ ክዛረብ ክሰምዖ ኮለኹ ናይ ሲሰሮ ይዝክር ምኽንያቱ ሲዘሮ ብጣዕሚ ይምስጠኒ እዩ። ብዙሕ መጻሕፍቲ ኣንቢበ እየ ብዛዕብኡ። ካብቶም ዝድነቐሎም ሰባት ሓደ እዩ። ሕጂ ንኣወል ክርእዮ ከለኹስ እባ እዝስ ኤርትራዊ ሲሰሮ እዩ ይብሎ ነይረ ቅድም። ሕጂ እዛ ሎሚ ኣጋጣሚ መጺኣ። እዚ ኣጋጣሚ ስለ ዝኾነት እየ ዘልዕሎ ዘለኹ። ኣወል ኣንበሳ ምበልክዎ ነይረ። ከምኡ ኣይብልን እየ ኣነ። ኣንበሳ፣ ነብሪ፣ ገለ ኣይብልን እየ። ደይእንስሳ እዮም። ሕጅስ ንሓደ ሰብ ብእንስሳ ስለ ዝጸዋዕካዮ ፈቲኻዮ ወይ ኣኹሪዕካዮ ማለት ድዩ? ኣይ እዚኣ ጌጋ እያ ካብቲ ሕማቅ ካብቲ ሕማቅ ባህሊ ናትና እያ ግን ናትና ጥራሕ ከኣ ኣይኮነትን ብዙሕ ሰብ ከምኡ እዩ ዝብል ሕጂ እዞም ዓረብ ኣሰድ ገለ እዩ ዝብሉ ሓየት ተመን ማለት እዩ ሓደ ኣንበሳ ብ ኣርባዕተ እግሩ ዝኸይድ ላእ እሞ ኮለል እንደቢለኩም ደሓን ሕጂ ኣብቲ ሓጽር ሓጽር ኣቢለ ክውድኦ ምእንቲ ንሕና ለካ ከይፈለጥና እታ ኤረትራስ ታይላንድ ተቀይራ ኢሎማ። ስለዚ እንኳዕ ናብ ታይላንድ ደሓን መጻእኩም። ወዲ ጣባ ድማ እታ ኤረትራ ታይላንድ ተቀይራ ኢለ እንዳ ሓዘንኩ ከለኹ እንታይ ኣስምዐ ንሱ ኣረጋግጹለይ እንድሕሪ ከምኡ ኮይኑ ኢሉስ እዛ ኩላ ኤረትራ ከምዚ ገይሮም ኣኪቦም ኣኪሞም ኣኪቦም ጥቅልልልል ኣቢሎም ጭፍልቅልቅ ኣቢሎምሲ ኣብ ኣስመራ ኣእትዮማ ይብል ሕጂ ኣብቲ ውሽጢ ኣስመራ ከድካ ከምዚ ኢልካ ኢካ ትረክባ እታ ኤረትራ ዓድና ጽቡቅ ኣሎ ዓድና ከምዚ ኣሎ ፓላሶ ንፓላሶ ኮይኑ ቤት ገርግሽ ከምዚ ኮይኑ ቤት ገርግሽ ኢሉ ድዩ ንጥቕይ እቲ ስማት ዘሎ ማይ ጭሆት ገለመለ ይሰሚ ነይሩ ኣብዚ ከዶስ በዚ ፓላሶታት በዚ ፓላሶታት በዚ ጽርግያታት በዚ ገለመለ ይብል ነይሩ እቲ ዝዛረቦ ዝነበረ ብዛዕባ ከተማ ኣስመራ ኣይኮነን ዘስምዕ ብዛዕባ ኤርትራ እዩ ዘስምዕ እዋ እሞ ከምኡ እንተኾይኑ እዛ ኤርትራ ተጨቢዖም ኣብ ስምራ እትዮማ እንተለውስ ጠሚኻ ኣይትሓድርን ካብ ኣስመራ ዋላ ለሚንካ ትበልዕ እቲ ከባቢ ዘሎ ነቲ ከተማ እዩ ዘገልግል ቁሸት ዝኾነ ድኣ ንመን የገልግሎ ኢለ እሓስብ ነይረ ስቅ ኢለ ከምኡ እንድየ ዝሓስብ ዘየድሊ ብዛዕቦታት ክሓስብ የብለይ ብዛዕባ ከተማ ጥራሕ ምሕሳብ ፅቡቅ እዩ ሰላም ዝተዓደልና ህዝቢ ነፃነት ዝተዓደልና ህዝቢ ኣስመራ ፅቡቅ እንተላ እቲ ካልእ ኣይትገተሱ ይጥመዩ ይርገፉ ይሳቅዩ nobody cares ኣነ ሕጂ ኣብ ካልእ ኣብ ዘየድሊ ኣይተስፍሕዎ ኣነ ነዞም ዓድና ጽቡቅ ኣላ ኢሎም ልብና ዘጥፉልና ዘለዉ ብኦም እየ ዝዛረብ ዘለኹ ብጸቢብ እየ ዝዛረብ ዘለዎ ብጸባባ ጌርኩም ረኣይዋ። ግን ከኣ እዛ ኤረትራ ብናይ ቱሪዝም ዓይኒ ጌሩ ክገልጻ ካነ ካብ ቀደም ዝዛረብ እዞም ኣርት ዲኮ ገለ ዝብሉ እዞም ካፑቺኖ ፊልድ መገድታት ኣሎ መስመራ ገለ ዝብሉ ፒኮሎሮማ ትበሃል ዝብሉ ዋይ ከሕምመኒ ሪኢኹም ኣይትፈልጡን ሕጂስ ኩሉ ቱሪዝም ኣይኮነን ንምባል እዩ ኣስመራ ባንኮ ኮይና ቁሩብ ብጣዕሚ ነይሩ ምክንያቱ ታይላንድ ሰፊሕ እዩ ኣፀቢቀ ፈልጣ እየ ታይላንድ ሕጂ ከረን እንታይ ገይሮማ ኣለዉ ማለት እዩ ሻንግራይ ወላ ሻንግማይ ባፅዕከ ፑኬት ወላ ን ኣወል ሕጂ ቺቸሮ ናይ ኤረትራ ክብሎ ከለኩስ እንታዋይ ቺቸሮ ሽም ኣለዎ ሽም ዘለዎ ሰብ ኣወል ዘይትኣክሉ ስለምንታይ እየ ቺቸሮ ዝብሎ ዘለኩ ኣነ ንዑ ኣይኮንኩን ቺቸሮ ዝብሎ ዘለኹ ናይ ኤርትራ ቺቸሮ መሳሊ ከምቲ ቺቸሮ ዝድነቕ ዝነበረ ብሮማ ኣወልካ ከምኡ ኤርትራ ድነቕ። ሕጅስ ወዲ ጣባ ታይላንድ ክኣቱ ከሎ ዕድል ጌሩ እቲ መገድታት ወጃዕጃዕ ጸኒሕዎ መዓት ናይ ፈስቲቫል ናይ ገለመለ ዝነበረ ከምኡ ጸኒሑ ግን ኣይረእኹን ሰብ ኣበይ ከይዶም ደኣ ገለመለ እብል ኔረ ክቕበሉ ደኺሞም ገገዝኦም ከይዶም ኔሮም ይኾኑ ብዙሕ ሰብ ኣይረእኹን ንዕልል ኔርና ምስ ሓደ እዚ ትዛረበሉ ዘለኻስ

ዝሰኣልዎ ሰባት ነይሮም ኣብዚ ቲክቶክ ኣብ ገለመለ ብዙሕ ይዘውር ነይሩ እየ ኢሉ። ወዲ ጣባ እንታይ ይብል ነዚ ስራሕ ረኺበ ኢሎም ከምዚ ይብሉ ገለመለ ኢሉ። ከም እንታይ ገይሩ ኣቕሪብዎ መስለኩም ንሱ እቶም ተቓውሞስ ነቲ መንግስቲ ከሕፍሩ እምባራስ ክገብሩ እየ ኣየ ኣስመራ ከይዶም ካሜራ ሓቢኦም ነቲ ዝብኢ ሊሽ ከምዚ ናይ ከልቢ ዝገብርዎ ኣብዚ ወጻኢ ዓድታት ከምኡ ገይሮም ስሒቦም ኣስመራ ኣእትዮሞ ምእንቲ ንመንግስቲ ከሕፍሩ እቶም ተቓወምቲ። ኣንቱም ተቓወምቲ ክንደይ እከይ ግብሪ ኢኹም ትገብሩ? ዝብእስ ስሒብኩም ነስመራ ትወስድዎ ኣምላኽ ተባኢሱና እዩ ዝብኢ ሰዲድልና ገለ ገለ ከምኡታት ትብል ነይረ እዚ ወጣባ ግን እንታይ ይብል እቲ ኣብ ከባቢ ዝነበረ ኣግራብ ስለ ዝተቆራረጸ ጫካታት ስለ ዝጠፍኤ እዚ ከኣ መንበሪ ናይ ኣቶ ዝብኢ እዩ ንሱ ስለ ዝተቐርደዶ እዩ ኣትዩ ይብል ከምኡ እንተኾይኑ ክንርድኣሎም ኣለና ግን ኣነ እንታይ ምበልኩ ነዚ ወዲ ጣባ ዝብኢ ኣብ ሓደ ካፒታል ሲቲ ክረኦ እንከሎ ዜና ኣይኮነን ኢልካዮ? ዝብኢ ኣብ ዋና ከተማ ክኣቱ ከሎስ በዛ ኣተሓሳስባይ ካብኡ ዝዓቢ ዜና ከማን የሎን ምበልኩ። ሕጂ ናይቶም ገለ እቶም ለባማት ዝበሃሉ ተቓወምቲ ናቶም ኣዘራርባ ክንገረካ። ስለምንታይ እዩ ዝብኢ ከተማ ኣትዩ ክኣክልሲ ኣብቲ ዜና ናይ መንግስቲ ዘይወጽእ? ኣኽ ንዕኦም ከኣ ንምንታይ ሓምዮም ኣለኹ። ንሳቶም እኮ መንግስቲ እኮ ኣይኮነን ከምኡ ዝበለ። ወዲ ጠባ እዩ ከምኡ ዝብል ዘሎ። ከምዛ እታ መንግስቲ ዝገበርዋ ከምስሉሉስ ነቲ ማንግስቲ ስሒቡስ ሓሒቡስ ኣእትይዎም ኣብቲ ጉዳይ። እንታይ ዘእቶ ኣለዎ መንግስቲ። ንስኻ ትዛረብ ዘለኻ እቲ ዝተሳእለ እቲ ዝብኢ ኣይተዛረበን ቀቲሎሞ ሒዞሞ ሃዲሙ ወጺኡ I don't know እቲ ተቃዋማይ ከኣ ከማኻ ሪኢዎ ኣብቲ ፌስቡካት ኣብ ገለ መደታት ከማኻ ሪኢዎ እሞ እዚ ተቃውሞስ ሓደ ሓይሊ ዕማም ኣውጺኡስ ኪድ ዝብኢ ሒዝካም ኣብ ኣስመራ ፈንዎ ድዩ ኢልዎም ቅድሚ ምዝዛመይ እምበኣር ሓንቲ ዝመጸትኒ comment ንዓኣ ክከፍለኩም እዛ መልእክቲ ሕጂ ቡስጣ የብላ ገለ የብላ ይድረስ ናብ ኣወል ስዒድ እለ ሰዲደያ ኣለኹ ስለምንታይ ናባኻ ሰዲደያ መስለካ እቶም ካባኻ ከኣ ንዘለዉ ሰባት ኣርቲስት ዘለዉ ገለ ዘለዉ ናይ ኣርቲስት ስራሕ ኣነ ከም ዝርድኣኒ እቲ ስቃይ ናይ ሰብ እቲ ኩነታት ናይ ሰብ ዝገልጽ እዩ እዚ ሰብ'ዚ ሕጂ፣ ብስም'ቲ ትድግፎን ተተባብዖን ትሓልየሉን ትከላኸለሉን ዘለኻ መንግስቲ እዩ ዝዛረብ ዘሎ፣ ወይ ስልጣን ኣለዎ ዘይንፈልጦ ንሕና ስልጣን። ካበይ እዩ ኣምጺእዎ እዚ ስልጣን ኢልካ ምገመትካዶ ወይ ምሓተትካለይዶ? ምኽንያቱ እዚ ከምዚ ዓይነት ድፍረት እመነኒ፣ ካብቶም ደገፍቲ መንግስቲ እዩ ዝመጽእ እቶም ካልኦት እቶም ዘይደገፍቲ እቶም ፋሽስቲ ገለመለ ንሶም ናቶም ኣለዎም ድሓር ንሳቶም ካብ ዓለም ከነጥፍኣኩም ኢና ከምዛ ቛንቛይ እንተዘይተዛሪብካ ኣይፈልጠካን እየ ዝብሉ እዮም ኣብኡ ይዛረብ የለኹን ሕጂ ኣነ ነፍሲ ወከፍ ናቱ ጸገም ኣለዎ እዞም ኩሎም ዝጠቐስኩ ነናቱ ሸነኻት ኣለዎ ኣነ ኣባኻ እዩ ዘቕርባ ዘለኹ እዚኣ ምክንያቱ ኣይ ኣም ሹር እዚ ተሓሳስባ እዚ ቁኑዕ እዩ ትብል ኢለ ኣይሓስብን እየ ሓላይ ሃገር ተመሲሉ ደጋፊ መንግስቲ ምዃኑ ከኣ እንዳዕዲዑ እንዳተዛረበ ብኡ እንዳተሓበነ እዩ ካበይ ኣምጺእዎ እዚ ስልጣን ንስኹም ንስኹም እዩ ዝብል ንመን ምዃኑ ይፈልጥን ግን ኣነ ብኦም ስለ ዘለኹ ኣነ ክዛረብ እዩ ናተይ ኣብ ደገ ኢኹም ትሞቱ ኮቶ እዚ ዓዲ ክትኣትዎ ክንሪኦኩም ኢና ብሓደ ኣይኮነትን እመነኒ እጋንን የለኹን ንስኹም ግን እቲ ሓደ ዝመጽእ ከምዚ ወዲ ጣባ ገለመለ ገለመለ ዝመጽእ እንዳበልኩም ፕሮፓጋንዳ ትሰርሕሉ ኢኹም ግን እቶም ዓድኹም ኣይትኣትዉን ተባሂሎም ዝፅረፉ ዘለዉኸ ስለ ዝግብኦም ድዩ ወይ ፅቡቕ ገበርዎም ድኹም ትብሉ ዘለኹም? ኣብቲ ዜጋ እዚ ዓይነት ንቕሓትሲ መዓዝ እዩ ክስርሓሉ? መዓዝ እዩ ክርከብ? እንታዋይ እዩ እዚ ሕጂ ሓደ ዋሕድ ዕልግ ንዚ ኩሉ ሰብ ኣብ ደገ ዘሎ ፍርቂ ምልዮን ህዝቢ ወላ ዝያዳ ኣሎ ምስቲ ናይ ሱዳን ተቖፂርካዮም ኸኣ ካልእ እዩ መንግስቲ እሺ እንተዘይበልካስ ዓድኻ ኣይትኣትውን ኢኻ ወላ ሬሳኻ ኣይኣትውን እዩ ክሳብ ሕጂ ይስርሓሉ ኣሎ እዚ we know it ግን ክቅጽል ይድለ ኣሎ እቲ መንግስቲ ከኣ ለውጢ ተገይሩ ገለበለ ገለበለ በላን ሓንቲ ለውጢ ርኢ ኣለኹን ኣነ ኮዝሜቲክ እዚ ዝኾነ ዝገብሮ እዩ መዓዝ እዩ እቲ ናብራና ኖርማል ዝኸውን መዓዝ እዩ ኣነ እዚ እዩ ኣረኣያይ እዚ መንግስቲ ኣይፈትዎን እየ ፌራ እዩ እቲ ካልኣይ ከኣ እቧ እዚ መንግስቲ ዳኣ መልኣኽ ፍርቂ ኣምላኽ እዩ ክብል ከም ልቡ ከም ድላዩ እንታይ ኣታ ጸገማ ስለምንታይ እዩ ንስኻ ድላይካ ክትውድስ መሰል ዘለካ ኣነ ከኣ ድላየ ክነቅፍ መሰል ዘይብለይ ሕጂ ንዓኻ ረኺበካ ኢለ ንዓኻ ጥራሕ ክጻወበልካ ኣይደልን እየ ንስኻ ውን ዝጻወበካ ሰብ ኣይኮንካን ግን ብዙሓት ኣለዉ ኤርትራውያን ይጭድሩ ሃገርና ከምዚ ዶ ህዝብና ከምዚ ዶ ትሽዓተ ብሄራት ሸሞንተ ብሄራት ብቀዳማይ ስክልተይ ክከራኸራ ሪኤ ተደናጊርወን መሳኪን እንታይ ምዃኑ እቲ ብሄር ስለ ዘይፈልጦስ ሓንቲ ክልተ ብሄር ትሽዓተ ሃይማኖት ኢና ትብል ሓንቲ ከዓኒ ኣይኮነን ከምኡ ይኮነን ንሕና ሽዱሽተ ዘባ ሸሞንተ ብሄራት ኢና ትብል እልፍ ለዛያት እልፍ ነፋጣት መን እዩ ስልጣን ሂብዎም ንሰብ ክኽልክሉን ክእትውን ንስኻ ትኣቱ ንስኻ ይትኣቱ ንስኻ ሬሳኻ ኣቱ ንስኻ ሬሳኻ ይኣቱ ንስኻ ሓደ እግርኻ ኣቱ እቲ ካልኣይ እግርኻ ይኣቱ እንታይ ዘረባ እዩ እዚ ካበይ እዮም ዘምፅዎ ዘለዉ ወዲ ጣባ መጺኡ ኣይመጸን who cares ምናልባት ስድርኡ ይግደስሉ ከገልግል እንተኾይኑ ከኣ እቲ ዘገልግሎ ኣካል ይግደሰሉ ካልእ ሰብ ኣይግደሰሉን እዩ ዘይወዘ ኣይ ዋሕድ ዓድኻ ክትምለስ እንተደሊኻስ ትኣምነሉን ዘይትኣምነሉን ዋላ ሓሲኻ ክትዛረብ ኣለካ እሞ እዛ ሰበይቲ ሪኢኹማ ከምዚ ወዲ ጣባን ከምኡ ዝመሰሉ ብዙሓት ኣለዉ መዓት ክራማት ኣሎ ማይ መሊኡ ገለ መሊኡ ቦሸሽ ገለ ገለ ዝብሉ ኣለዉ እምበር ኣብኡ ነይረ እንተዝኸውን ኣዳም ዲብ ማይ ላህላ ዲብ ገይስ ዲኮን ማይ ዲብ ኣዳም ይመጽእኒ ምበልክዋ ነይረ እዚኣ ሕጂ ወርቂ ቃል እያ ካብ ፕረዚደንትና እያ ሰብ ኣብ ማይ ዘለዎ ይከይድ እምበር ማይ ኣብ ሰብ ኣይመጽእን መስኪነይቲ ማይ ስኢንና ዶ ዒላ ስኢንና ገለመለ ትብል ዘላ ማይ ኣበይ ይርከብ ወይ ኣብ ባሕሪ ባሕሪ ጨው እዩ ኣይስተይን እዩ ኣብ ግመ ይርከብ ሕጂ ማይ እንተደሊኪ ግመ ንሀልኪ ምበልክዋ ከመይ ገይራ ትድይብ ገለመለ ናታ ጉዳይ ነቓጽ ብነቓጽ ክንምልስ እንድሕሪ ደሊና ከም ህዝቢ ክንረዳዳ ኣይንኽእልን ኢና። ንስኻ ነቓጽ ዘረባ ትዛረበኒ ኣነ ካብኡ ዝነቅጽ ክምልሰልካ ንስኻ ካብኡ ዝነቅስ ትምልሰለይ ድሕሪኡ ኸይ ኣበና ክንመጽእ ኩላትና ነቒጽና ንተርፍ ሞዘናንስቲ ደመና ከም ዘሎ ጠፊእዎን ኣይኮነን መሬት ኩዒትካ ማይ ከም ዝወፅእ ጠፊእዎን ኣይኮነን ሓርቢትዎን ደኣ ከመይ ገይረን እየን ከምኡ ክገብራ ሓርቢትዎን ዓቕሚ ስለ ዘይብለን